ኢራን፣ እስራኤልን ገልፍን ኩለን ኣብ ሻድሻይ ደረጃ፣ ኣሜሪካን ሰሜን ኮርያን ኣብ ሻብዓይ፣ ካሽሚር ሻምናይ፣ ቬንዙዌላ ታሽዓይ ከምኡ ድማ ዩክሬን ኣብ ዓሽራይ ተሰሪዐን ይርከባ። እቲ ትካል ኣብ ጸብጻቡ ከም ዝሓበሮ፣ ኢትዮጵያ ኣብ ሓድሽ ዓመት ክልተ ሽሕን ዕስራን ተስፋን ፈተናን ኣብ ቅድሚኣ ይጽበይዋ። ቀዳማይ ሚኒስትር ኣብይ ናብ ስልጣን ካብ ዝመጽእ ዝተፈላለዩ ስራሕቲ ከምዝፈፀመ ብምዝኻር፣ እንተኾነ ግን ዓበይቲ ብድሆታት ኣንፀላልዮም ከምዘለው ሓቢሩ። ኣብይ ዘምፅኦ ሊበራላይዜሽንን ዝነበረ ስርዓት ንምቕያር ዝገብሮም ፃዕርታትን ንዓሌታዊ ብሄርተኝነት ኣጓሂሩ ንማእኸላይ መንግስቲ ኣዳኺምዎ ኣሎ ኢሉ። ኣብታ ሃገር ዝገንፈለ ዓሌታዊ ግጭት ንብዙሓት ከምዝቐተለ፣ ሚልዮናት ከምዘፈናቐለን ኣብ መንጎ መሪሕነት ሓያላት ክልላት ጽልኢ ክጓሃር ከም ዝገበረን እቲ ትካል ዘውጽኦ ጸብጻብ የመልክት። ኣብ መንጎ'ቶም ነተ'ብታ ሃገር ዘሎ ብሄር መሰረት ዝገበረ ስርዓት ፌደራሊዝም ዝድግፉን ዝቃወሙን ሓይልታት ዘሎ ኣፈላላይ'ውን ነቲ ወጥሪ ካብ ዘጋደዱ ምኽንያታት ከም ዝኾኑ ኣቕሚጥዎ ኣሎ። ነዚ ዝድግፉ ኣካላት፣ ኣብ ኢትዮጵያ ይፍጸም ኣሎ ዝበሃል ለውጢ ተስፋ ዝሓዘ'ኳ እንተኾነ ሓደጋታት'ውን ብስፍሓት ኣብ ቅድሚኡ ከም ዘለዉ ሓቢሩ ኣሎ። ቀዳማይ ሚኒስትር ኣብይ፣ ኣብ ውሽጢ ዝመፅእ ዘሎ ዓመት ኣብ መንጎ ክልላት ዝሓሸ ርክብ ክህሉ ዘኽእል ኩነታት ክፈጥር ኣለዎ ዝበለ ክራይስስ ግሩፕ፣ ኣብ እዋን ለውጢ ንዘሎ ያዕያዕታ ክቆፃፀር ኣተሓሳሲቡ። እታ ሃገር ልክዕ ከም ዩጎዝላቪያ ክትበታተን ከምትኽእል ዘጠንቅቑ ኣካላት ከምዘለዉ ብምዝኽኻር ድማ፣ ዘጠንቅቑ ኣካላት ከም ዘለዉ ብምዝኻር ድማ፣ እዚ ነቲ ቀደም እውን ኣብ ከቢድ ጸገማት ዘሎ ዞባ ቀርኒ ኣፍሪቃ መዕነዋይ ዝኾነ ሳዕቤናት ከም ዝህልዎ ገሊጹ። እዚ ንኸይኸውን ድማ ዓለምለኻውያን መሻርኽቲ ኢትዮጵያ ሹመኛታት እታ ሃገር ካብ ኣባራዕ ዘረባታቶም ክቑጠቡ ጸቕጢ ክገብራ ሓቲቱ።
መስራትን ኣካየዲ ስራሕን ኦሮሚያ ሚድያ ኔትወርክ ጃዋር መሓመድ ናብ ውድብ ኦሮሞ ፌዴራሊስት ኮንግረስ ኦፌኮ ከም ዝተፀንበረ ተገሊፁ። ጃዋር መሓመድ ቅድም ክብል ናብ ፖለቲካ ክኣቱ ድሌት ከም ዘይብሉን ብደገ ኮይኑ ነቲ ልውጢ ክድግፍ ከም ዝመርፅን ኣፍሊጡ እኳ እንተነበረ ኣብ ቀረባ እዋን ግና ኣብ ውሳንኡ ለውጢ ከምዝገበረን ናብ ፖለቲካ ክኣቱ ከምዝወሰነን ተዛሪቡ። ኣቦ መንበር ውድብ ኦፌኮ ፕሮፌሰር መረራ ጉዲና፣ ጃዋር ናብ ኦፌኮ ከምዝጽንበር ንቢቢሲ ኣረጋጊጾም። የኛ ልጆች የነገሩኝ ትናንት። እወ ሓቂ እዩ፣ ትማሊ ናብ ኦፌኮ ከምዝተጸንበረ ናትና ሰባት ነጒሮምና ኣለዉ። ጃዋር ናብ ኦፌኮ ከምዝኣተወ ናብ ቤት ጽሕፈትና ኣፍሊጡ እዩ። ቅድሚ ሰለስተ መዓልቲ'ውን ኣነ ኣብ ዘለኹዎ ናብ ቢሮና መጺኡ ተራኺብና ኔርና። ኣባላትና ንክንምልምል መደረ ክንገብር ግድን ኣይኮነን። ንሱ እንተደልዩ ግን ናብ ኤፌኮ ኣትየ ኣለኹ ኢሉ ክዛረብ ይኽእል እዩ። ንሕና እውን ኣኼባ እንክህልወና ከነፍልጥ ንኽእል ኢና። እኔ ባለሁበት።
ዝኾነ ኢትዮጵያዊ ኣባል ክኸውን እንተደልዩ ዝኽልክሎ ነገር ከምዘይህሉ ዝተዛረቡ ፕሮፌሰር መረራ፣ ገበን ዝፈፀመ እንተዘይኮይኑ ተቐባልነት ከምዘለዎ ገሊፆም። ጃዋር መሓመድ ቅድሚ ሕዚ ናብ ፖለቲካ ንምእታው ከም ዝወሰነ እንተፍለጠ'ኳ፣ ናበየናይ ፖለቲካዊ ውድብ ከም ዝጽንበር ኣብ ውሳነ ከም ዘይበጽሐ እዩ ዝገልጽ ነይሩ። ሕጊ ኢትዮጵያ ዝኾነ ይኹን ሰብ ኣብ ፖለቲካ ንክነጥፍ፣ ዜጋ እታ ሃገር ክኸውን ከም ዝግባእ እዩ ዝድንግግ። ዜግነት ናይ ኣሜሪካ ከም ዘለዎ ዝግለጽ ጃዋር መሓመድ ግና፣ ናይ ኣሜሪካ ዜግነቱ ምምላሱን ዘይምምላሱን ዝተበሃለ ነገር የለን። ብኻልእ ዜና፣ ሓድሽ ኣብ ዝጸደቐ ኣዋጅ ቦርድ መረጻ ኢትዮጵያ፣ ሓደሽቲ ዝምዝገቡ ውድባት ፖለቲካ ዓሰርተ ሽሕ ናይ መስረቲ ፊርማ ንክእክቡ ምእዛዙ፣ ብፍላይ ነባራት ውድባት ፖለቲካ ነዚ ውሳነ ፍትሓዊ ከም ዘይኮነ ክገልጹ ጸኒሖም እዮም። ገለ ውድባት ድማ ጠበቓ ገይሮም ነቲ ቦርድ መረጻ ክንከስስ ኢና ክብሉ እውን ተሰሚዖም እዮም። ኣብዚ ጉዳይ ንኣቦ ወንበር ናይ ኢትዮጵያ ሶሻል ዲሞክራት ፓርቲ ፕሮፌሰር በየነ ጴጥሮስ ሓቲትናዮም። ባለችን ኣቅም በተለይ በዚ በፖለቲካዊ ምህዳሩ ረዥም ግዜ የቆየን ነን። ብዘለና ዓቕሚ ኣብዚ ፖለቲካዊ ባይታ ንነዊሕ ግዘ ኢና ፀኒሕና። ናትና መስመር ፖለቲካ ሓዱሽ ኣይኮነን። ንህዝቢ ምፍላጥ ዘድልየና ኣይኮነን። ብዝኾነ ንህዝቢ ኣለና ኢና ንመረጻ ተዳለዉ ምባል ከድልየና እዩ። ስለዚ ኣብ በብጨንፈራትና ፊርማታት ንክእከቡ መምርሒ ንህብ ኢና ዘለና። ኣብ ውድብና ዘሕድሮ ጽልዋ እኳ እንተሃለወ እንታይ ክንገብር ንኽእል? ንሕና ደጋጊምና ብሕጊ ኣምላኽ ኢልና ኢና። ግን ዝሰምዕ የለን። ንልዕሊ ሓሙሽተ ዓመት ዝለፋዕናሉ መስመር ፖለቲካ ዓቕሚ ሲኢኖም ናብ ገዝኦም ኣትዮም ክብሉ ዝደልዩ ወገናት እንተልዮም እዚ ንከይሳኸዐሎም ንጽዕር ኣለና። እቲ ቦርድ መረፃ ኣብ ውሽጢ ዓሰርተ ሓሙሽተ መዓልቲ እውን እዚ ንክተማልኡ ብምባል ከምዚ ዓይነት ውጥረት ክፈጥር ይኽእል እዩ። እቲ ቦርድ ምስ ዘለዎ ኣሰራርሓን ካብ ዘርእዮ ፀባይን ተበጊስና ንመፃኢ ምግማት ኣይከኣልን። ብግልፂ ዋላ እኳ እንተዘይቕመጥዎ ነባራት ውድባት ካብ ፀወታ ወፃኢ ንምግባር ኣጀንድኦም ከምዝኾነ ኢና ንዕዘብ ዘለና። ኣርገኦም ኣያስቀምጡም ግን ተግባራቸው ይህንኑ ነው የሚያሳየው።
ሓጸርቲ ዜናታት ዓለም ዘቕርበልኩም ተስፋኣለም ኣርኣየ ካብ ለንደን እቲ ብቐዳም ኣብ ርእሰ ከተማ ሞቓዲሾ ዝተፈጸመን ልዕሊ 80 ሰባት ዝቐተለን ናይ ቦምባ መጥቃዕቲ ብሓንቲ ስማ ዘይተጠቕሰት ሃገር ዝተወጠነ ምዃኑ ሰበስልጣን ሶማልያ ተዛሪቦም ሶማልያ ኣብቲ ኣብ መንጎ ሃገራት ወሽመጥ ተፈጢሩ ዘሎ ምትፍናን ተቐርቂራ ዘላ ሃገር ምዃና ይግለጽ እቲ ቐታሊ መጥቃዕቲ ብጅሃዳዊ ጉጅለ ኣልሸባብ ዝተፈጸመ እዩ ዝብል ግምታት እኳ እንተሎ፣ ዛጊት እቲ ጉጅለ ሓላፍነት ኣይወሰደን። ሓደ ቤት ፍርዲ ሱዳን ን ዕስራን ትሽዓተን ኣባላልት ሓይልታት ጸጥታ ንሞት ፈሪዱ። ንሳቶም ኣብ ዝሓለፈ ለካቲት ንሓደ ካብቶም ኣንጻር ስርዓት ፕረዚደንት ነበር ዑመር ኣልበሽር ተቓውሞታት ዘስምዑ ዝነበሩ ሱዳናውያን ቀቲልኩም ተባሂሎም እዮም እቲ ናይ ሞት ፍርዲ ተዋሂቦም። ኣብ ምብራቓዊ ደሞክራስያዊት ሪፓብሊክ ኮንጎ ኣባላት ኤዲኤፍ ዝተባህለ ዕጡቕ ጉጅለ ብዝፈጸምዎ መጥቃዕቲ ብውሕዱ ዓሰርተ ሸሞንተ ሰባት ተቐቲሎም። እቶም ግዳያት ብጎዞሞ ከም ዝተቐትሉ እውን ሰብ መዚ እቲ ከባቢ ሓቢሮም። ሰራዊት መንግስቲ ካብ ዝሓለፈ ጥቅምቲ ጀሚሩ ኣንጻሩ መጥቃዕቲ ድሕሪ ምፍናዉ፣ እቶም ዕጡቓት ልዕሊ ክልተ ሚእቲ ሰባት ከም ዝቐተሉ ይግለጽ። ፓርላማ ቱርኪ ወታደራት እታ ሃገር ናብ ሊብያ ክዋፈሩ ንምፍቃድ ኣብ ዝመጽእ ሓሙስ ክውስን ምዃኑ ተፈሊጡ። እቲ ፓርላማ ብመንግስቲ ፕረዚደንት ራጂብ ታይብ ኤርዶሃን ዝቐረበሉ እማመ ከጽድቕ ትጽቢት ይግበረሉ። ቱርኪ ነቲ ኣብ ርእሰ ከተማ ትሪፖሊ ዝቤት ጽሕፈቱን ብውድብ ሕቡራት ሃገራት ተፈላጥነት ዘለዎን መንግስቲ ሊብያ ከም እትድግፍ ይፍለጥ። ኣሜሪካ ኣብ ልዕሊ ብኢራን ይድገፉ እዮም ዝበለቶም ዒራቓውያን ሚሊሻ ናይ ኣየር መጥቃዕቲ ከምዘካየደት ገሊጻ። ኣብቲ ኣብ ዒራቕን ሶርያን ዝተኻየደ ደብዳብ ነፈርቲ ዕስራን ሓሙሽተን ዕጡቓት ከምዝተቐትሉ ሰብ መዚ ጸጥታ ዒራቕ ተዛሪቦም። እቲ ካይፕ ህዝቡላህ ዝተባህለ ጉጅለ ሓደ ኣሜሪካዊ ሲቪል ኮንትራክተር ቀቲሉ ተባሂሉ ክኽሰስ ዝጸንሐ እዩ።

እንደ ኣጋጣሚ በ ሁለት ሺህ ሰባት። ከም ኣጋጣሚ ኣብ ክልተ ሽሕን ሸውዓተን ኣብ ሃገር ናብ ገዳም ቁልቢ ገብርኤል ቤተክርስትያን ንምስላም ኣብ ዝኸድኩሉ እዋን ኣብ ጥቕኡ ዝርከብ ላንጊ ቅዱስ ራጉኤል ቤተክርስትያን ፈሪሱ ስለዝነበረ ነቲ ቤተክርስትያን ንምስራሕ ብዝብል እዩ ክጸንሕ ክኢለ በዚ ኣጋጣሚ ኣብቲ ከተማ መስጊድ እውን ኣሎ እዚ ናትና ቤተክርስትያን ኣብ ኣዲስ ኣበባ ካብ ዝርከቡ ውሑዳት ተኸተልቲ እዩ ዝስራሕ ነይሩ ዋላ እኳ እምነተይ ክርስትያን እንተኾንኩ ኣብቲ ከባቢ ዘለዉ የሕዋትና እስላም እውን ልክዕ ከምቶም ኣብኡ ዘለዉ ክርስትያን ናብራኦም ካብ ኢድ ናብ ኣፍ ስለ ዝኾነ ንዖኦም እውን ጽቡቕ ዝኾነ መስጊድ እንተ ተሰሪሒሎም ኢለ ሰናይ ኢሉ እየ ሓሲበ። ንሱም ጥሩ መስጊድ ቢሰራላቸው። መልኣከ ህይወት ቆምስ ኣባ ኣክሊለ ማርያም እዚ ሓሳብ እዚ ምስ ኣንቀሉ ናብ ዝምልከቶ ኣካል ደብዳቤ ብምጽሓፍ ኣብ ክልተ ሽሕን ዓሰርተ ሓደን ኣቆጻጽራ ግእዝ ካብ ተኸተልቲ እምነት እስልምና ነበርቲ ኣዲስ ኣበባ ንመሰረት መሳርሒ መስጊድ ዝኸውን ገንዘብ ከም ዝረኸቡ ይዛረቡ። እግዚኣብሔር እኔ ይህንን እድል ስለሰጠኝ ለነዚህ ለሙስሊም ወንድሞቼ ኣምላኽ ነዚ ዕድል እዚ ስለ ዝሃበኒ ነዞም ኣሕዋትና ዝኾኑ እስላም ናብ ቤት ጽሕፈት ላዕለዋይ ቤት ምኽሪ ጉዳያት እስልምና ኢትዮጵያ ወረቐት ጽሒፈ ሓቲተ። ልክዕ ከምቲ ኣብ ቤተ ክርስቲያን ዝገብሮ ተሳትፎ ሙሉእ ብሙሉእ ኣብቲ ምስራሕ መስጊድ እውን ተሳትፎ ይገብር እየ። እቲ ቤተ ክርስቲያን ደርብታት ስለ ዘለዎ እቲ መስጊድ እውን ተመሳሳሊ ደርብታት ክህልዎ ስለ ዝግባእ ካብ መሰረት እዩ ተጀሚሩ ዘሎ። እቲ ቀዳማይ ደርቢ ንኽድብደብ ገንዘብ ኣብ ምትእኽኻብ እየ ዝርከብ። ኣንደኛ ስላብ ልንሞላ ገንዘብ እያሰባሰብኩኝ ነው። መልኣከ ሕይወት ቆምስ ኣባ ኣክሊለ ማርያም እዚ ተግባሮም ተኸተልቲ እምነት እስልምና መጀመርያ ናብ ኢትዮጵያ ክኣትዉ እንከለዉ ዝገብርዎ ዝነበሩ ባህሊ ከምዝኾነ ብምጥቃስ ኣብ ቅዱሳት መጻሕፍቲ ዝርከብ ጥራሕ ዘይኮነ

ኤርትራ ብትሽዓተ ብሄራት ዝቖመት ሃገር እያ። እተን ብሄራት ነናይ ገዛእ ርእሰን ያታን ባህልን ጸወታን ሳዕስዒትን ኣለወን። ኣብ ብሄረ ትግረ ብደቂ ኣንስትዮ ዝጽወት ሸሊል ከኣ ሓደ ካብኡ እዩ። እቲ ፀወታ ብሄረ ትግረ ኣብ ዝነብርሉ ኣርባዕተ ዞባታት እታ ሃገር ይፅወት። ጉጅለ ጋዜጠኛታት ቢቢሲ ናብ ኣስመራ ኣብ ዝገሹሉ እዋን ብዛዕባ እቲ ሳዕስዒት ሓቲቶም ነይሮም። ሸሊል ክጻወታ ከለዋ ስለ ጨጉረን ዝኽፈት እቶም ደቂ ተባዕትዮ ሽዑ እየን ዝርእይወን ማለት እዩ። ሽመይ ዑስማን ማሕሙድ እበሃል። ሸሊል ቃል ብቓሉ ናይ ደቂ ኣንስትዮ ጸወታ እዩ። ሸሊል ክንብል ከለና ከኣ ነቲ ጨጉረን እየን ሸሊል ዘጻውታኦ ማለት እዩ። ሕጂ ኣብ ብሄረ ትግረ ተይልና ሸሊል እተን ኣዋልድ ተኸዲነን እየን ዝኣትዋ። ተኸዲነን ምስ ኣተዋ ኣብቲ ዝጻወታሉ ባይታ ምስ በጻሓ እየን ጨጉረን ዝኸፍትኦ ማለት እዩ። ከም ባህሊ ክልተ ዓይነት ሸሊል እዩ ዘሎ፣ ደው ኢልካ ዝጽወትን ኮፍ ኢልካ ዝጽወትን ሸሊል ይበሃል ማለት እዩ። ሕጂ ዝያዳ እተን ደቂ ኣንስትዮ ኣብቲ ቀደም ባህሊ ተሪእናዮ ዝያዳስ ከይደኸመት መንሸሊል ገበረት እዩ ሕጂ ምስ ግዜ ከኣ እንዳማዕበለ እንዳማዕበለ ኣብ ኤርትራ ክሳብ ኣብ ኣርባዕተ ዞባታት ከኣ ኣብ ብሄረ ትግረ ሸሊል ኣሎ ማለት እዩ። ሸሊል ሕጂ ደቂ ተባዕትዮ እዮም ዝደርፍዎ ደቂ ኣንስትዮ ከኣ ዝጽወትኦ እንተ ጽቡቕ ዝትልህያ ኮይነን የመስግንወን ማለት እዩ እንተ እቲ ናተን ትልሂት ድኹም ኮይኑ ከኣ ይሓምይወን ማለት እዩ ሕጂ እቶም ተራ ናይ ደቂ ተባዕትዮ እንታይ እንተልካ ይደርፉለን ክሳብ ጨና ሒዞም ኣትዮም ከኣ ነቲ ሸሊል እንዳተጻወታ ጨና ዝገብሩለን ኣለዉ ማለት እዩ። ሕጂ ብዙሕ መልእኽትታት የሕልፋ እየን ደቂ ኣንስትዮ ሸሊል ክጻወታ ከለዋ ሓደ እቲ ክእለተን ክእለተን ትርኢ ካልኣይ ነገር ከኣ ደቂ ኣንስትዮ ኣብ ብሄረ ትግረ ጮግረን ኣይክፈትን እዩ ሸሊል ክጻወታ ከለዋ ስለ ጮግረን ዝኽፈት ከም ደቂ ተባዕትዮ ሽዑ እየን ዝርእይወን ማለት እዩ ንመርዓ ከኣ ሽዑ እዮም ዝሓርዩ ማለት እዩ። ኣብ ብሄረ ትግረ ተልካ መጀመርታ ዝጽዋዕ ዓይነት ትርኢት ሸሊል እዩ። ሸሊል ብሸሊሉ ከኣ ናይ ጨጉሪ ሸሊል ምዃኑ እቲ ሰብ ይፈልጦ ማለት እዩ። ሕጂ ኣሎ ዓይነት ትልሂት ኣሎ ሕጂ ንኣብነት ብጨጉሪ ከሎ ክሳድካ እንዳሃረምካ ዝጽወት ኣሎ እዚ ካልእ ዓይነት ትልሂት እዩ እዚ ዛር ንብሎ ማለት እዩ። ሸሊል ክበሃል ከሎ ግን ነቲኣ ጨጉሪ ስለ ትገልጽ እቲ ኣብ ማሕበረተሰብ ዘሎ እታይ መረዳእታ ተይልና ብጨጉሪ ዝፅወት ፀወታ ኣብ ብሄረ ትግረ ሸሊዝ ዝብል ኣርእስቲ ስለ ዝሕዝ እቲ ማሕበረተሰብ ማለት ምድላዋት ራድዮ ቢቢሲ ዕለተ ሰኑይ እዚኦም ነይሮም ሰማዕትና ተወሰኽቲ ሓበሬታታትን ትንታነታትን ኣብ ምርበብ ሓበሬታና www ቢቢሲ ኮም ትግርኛ ከምኡ እውን ኣብ መረባ ፌስቡክና ቢቢሲ ኒውስ ትግርኛ ትረኽብዎም። ላያን ጽጋብ ብምቕራብ ሃብቶም ወልደ ዮሃንስ ድማ ትሕዝቶታት እዚ ዕለት ብምውዳድ ምስ ክኢላ ቴክኒክ ኦስካር ቦንጋ ብምዃን ምሳኹም ጸኒሕና ጽባሕ ኣብ ተመሳሳሊ ሰዓት ብካልኦት ምድላዋት ክንራኸብ ኢና ንዓና ሓሪኹም ስለትከታተሉናን ርእይቶኹም ስለትህቡናን ኣዚና ነመስግን